ምእንቲ ሓርነትን ናጽነትን ትግራይ ዝተበጀዉ ሰማእታት ኣብ ዝዝከርሉ ቦታ ኢና ዘለና። ክቡራትን ክቡራናን! ካብ ዝሕሰብን ካብ ዝጣየሽን ኣብ ሓጺር ግዜ ኣያን ማእገርን ስድራ ስዉኣት ሰለስተ ምዕራፍ ምዃን ጀሚሩ'ሎ። ሳላኹም!
እቶም ደቀይን ካብ ከርሰይ ትሽዓተ ተሰዊኦም እዮም ኣብ ቃልሲ። ንዓኻትኩም ሒዘ ግን ኣይከፍኣንን። መሊኡኒ። ገዛኻ ርኣየ ነይረ ጥንሲ ነይሩኒ ካብ መቸም ሰብ እዚ እዩ ሓዲጉና ትሰምበይ መቸም ቦይነ ይብልዕ ነይሩ ሕዚ እውን ብጣዕሚ ደስ ኢሉኒ ተስፋ ገይረ ዓሰርተ መዓልቲ ሰልጢነ የቕንየለይ ሃምዚ ኢልኩም ጥያቕኩም ሃምዚ ኢልኩም ምብጻኹም
ክልተ ካብ ሓደ ምኻድ ማለት ከቢድ እዩ ብጣዕሚ ላኣኻቱም ሒዝና ግን ኣነ ደሓን እየ ዛግር መስገን ካቱ መቀሌ ሰልጢና ካብ ንመፅና ኣውዚ ደካስ እኳ ኣለና እየ ሰብ እምበኣይ ደሓን ኢና ኢለ ኣነ ተሓጒሰ እየ ሓጎሰይ ወሰን የውሊ ብጣዕሚ እየ ልኾርዕ ዞም ሓተይ
ፕሮጀክት ከመይ ኣለኹም ካብ ዝሕሰብን ካብ ዝጣየሽን ኣብዚ ሓፂር ግዜ እንታይ ሰሪሑ? ጨሊፍና ክነቕርበልኩም ኢና።
ፕሮጀክት ከመይ ኣለኹም ሓደ ፕሮጀክት ማሕበር ርእሰ ደብሪ ተካ እዩ። ስድራ ስውኣት ድማ ከመይ ኣለኹም ክንብሎም ኣለና። ደቂ ስውኣት ተይተማህሩ ከቕርዩ የብሎምን። ስድራ ስውኣት ርእሶም ከድንኑ የብሎምን። ስድራ ንዝጎደለስ ከመይ ኣለኻ ዝብሎ ሰብ ንፍጠረሉ ዝብል ኣብ ዝኸፍኣ ጸገም ዘለውን መጽናዕቲ ስድራ ስውኣት ኣካይድና። ክንደይ ንሓዝ ኢልና እውን ወሲንና። ሕዚ ኣብዚ ሓጺር እዋን ንውድኣ። ሓደ ሽሕን ኣርባዓን ይኣኽሉና እዮም ኢልና ሕዚ ሓደ ሽሕን ቴስዓን ኮይኖም ኣለዉ ሓምሳ ውን ወሲኽናሎም ኣለና።
ፕሮጀክት እዚ ዝትምስረተሉ ዋና ምኽንያት በሰላ ድሕሪ ኹናት ዝተርፉ ማሕበረሰብ ወይ ድማ ኣካላት ናይ ህዝቢ ናይ ሓደ ማሕበረሰብ እንኦም ንሶም ውን ስድራ ስውኣትን ደቂ ስውኣትን ብዓብይኡ ማለት እዩ። ከም ኣጋጣሚ ኮይኑ እውን በሰላ ዝሓለፍና ኣካላት ስለ ዝኾና ከም ፕሮጀክት ከመየለኹም እቲ ዋና ሓሳብ ክለዓል ተሎ እቲ ነፀግም ናይ ስድራ ስውኣት መሰረት ገይሩ እዩ እቲ ፕሮጀክት ስድራ ስውኣት ዝዳሃይ ከም ህዝቢ እውን ሓላፍነት ዝወስድ ሶ ንሕና ስውኣት ናይ ህዝቢ ምግባር እዩ እቲ ዋና ዕላማና ሒዝና ሰሪሕና እዚ ነባር ተኾይኑ እውን እቲ ኽብሪ ናይ ስውኣት እውን ናብ ኑር ንምምላስ ከም ፕሮጀክት ዲዛይን ገይርና ኣምፂእና ዲና ማለት እዩ።
ዛጊድ ከም ፕሮጀክት ከመይ ኢልኹም እተሰርሕዎ ዋና ዋና ዕማማት እቲ ፕሮጀክት ክጅመር እንከሎ ካብ ጀማምርኡ ኣብ ፅንዓት ኢና ተበጊስና። እቲ ናይ መጀመርያ ድሕሪ እቲ ፕሮፖዛል ናብ ፅንዓት ኢና ኣቲና። እቲ ጣዕሚ ከመይ ኢልኻ ዘድልዮ ምሕጋዝ ዘድልዮ ስድራ ኣብ ኩሉ ዞባታት ረኺብና ማለት እዩ። ስለዚ ካብ ሙሉእ ትግራይ ካብ ኩለን ዞባታት ሙሉእ ሽሕን ቴስዓን ስድራ ስውኣት ዳታ ኣሪና ማለት እዩ። ብድሕሪኡ ናብ ዕላዊ ናይ ፍትህ ፕሮጀክት ለካቲት ዓሰርተ ሓሙሽተ ክልተ ሽሕን ዓሰርተ ሽዱሽተን እቲ ፕሮጀክት ዕላዊ። ክንገብሮ ክኢልና ማለት እዩ። ድሕሪ እቲ ዕላዊ ምግባሩ ድማ ክስካብ ሕዚ ብዘለናዮ ከይዲ ካብ ውሽጢ ዓዲ ክልተ ሚእትን ሓምሳን ትሽዓተን እቶም ዝተረፉ ክልተ ሚእትን ሰላሳን ትሽዓተን ድማ ኣብ ወፃኢ ካብ ዝነብሩ ጠቕላላ ክስካዕ ሕዚ ናብ ኣርባዕተ ሚእትን ቴስዓን ሸሞንተን ስድራ ስውኣት ክነተሓሕዝ ክኢልና ኣለና ማለት እዩ። እዚ ንክንገብር ኣብ መንጎ ብዙሓት ስራሕትታት ነይሮም እዮም። እቲ ሓደ ዝነበረ ናብ ናይ መኸተ ዩኬ ዝተረኸበ፣ ካብ ሰለስተ ነጥቢ ሓሙሽተ ሚልዮን ዘግነናዮ ንሸሞንተ ሚእትን ኣርብዓን ስድራ ስውኣት ንሕድሕዶም ሓድሓደ ኩንታል መሸባ ሓርኢ ወይ ዕፉን ከነበጽሖም ክኢሉ እዩ። ካሊእ ምስ ናይ ኣብ ቲክቶክ ዝነጥፋ ኣሕዋትና ኪዊን ሊያ ናይ ቲክቶክ ቤተሰብ ኣብ ሰንበት ምስ TDF ኣብ ዝብል ፕሮግራማ ብሰለስተ ምዕራፍ ናብ ሓደ ሚልዮን ዝኸውን እውን ናብ ስድራ ስውኣት ክከፋፈል ክኢሉ እዩ ማለት እዩ። ናይ መጀመርያ ዙር ንሓዱሽ ዓመት ናይ ክልተ ሽሕን ዓሰርተ ሸውዓተን ናይ እንኳዕ ኣብፀሐኩም መልእኽቲ ናብ ሰሜን ምዕራብ ከባብን ምዕራብን ን ሚእትን ዕስራን ስድራ ስውኣት ክንበፅሕ ክኢልና ኢና። ካብኡ ቀፂሉ እንደገና ገዛ ንገዛ እውን ካብ ኪዩን ሊያ ብዝተረኸበ ን ዓሰርተ ስድራ ስውኣት ካብ ካልኦት ሓገዝቲ ቤተሰብ ንዝተረኸበ ድማ ን ዓሰርተ ስድራ ስውኣት ገዛ ንገዛ ናይ ሓሙሽተ ሽሕን ሸውዓተ ሚእትን ፓኬጅ እናሓዝና እውን ናይ እንኳዕ ኣብፀሐኩም ን ከመይ ኣለኹምን ፕሮግራም ክነካይድ ክኢልና ኢና ማለት እዩ። ካብኡ ቀፂልና ሳልሳይ ስራሕና ድማ ናይ ሕውየት ስራሕቲ ወይ ድማ ናይ ስነ ልቦና ስብእና ምህናፅ ስራሕ ኢና ንኸድ። መንፈሳዊ ፅንዓት ክህልዮም ምእንታን ናይ ሳይኮሎጂካል ፅንዓት ስልጠናታት እውን የድሊ ነይሩ። ስለዚ ካብ ኪንሊያ ቲክቶክ ቤተሰብ ሕዚ እውን ብዝረኸብናዮ ኣብ ከተማ መቐለ ንዝርከቡ ንሓደ ሚእቲ ስድራ ስውኣት ናይ ሓደ መዓልቲ ናይ ስነ ልቦና ጽንዓት ብመራሕቲ ሃይማኖት፣ ዓበይቲ መራሕቲ ሃይማኖት፣ ጳጳሳት፣ ናይ ስነ ልቦና ምሁራትን ስልጠና ክወሃብ ጌርና ጽቡቕ ውጽኢት እውን ኣምጺኡ እዩ። ካብኡ ብምቕጻል ካብ ሓንቲ ሓፍትና ግድስቲ ኣብ ኣሜሪካ ትነብር ወይዘሮ ኣጸደ ዝረኸብናዮ እውን ናብ ሓምሳን ሓደን ሽሕ ንዓሰርተ ስድራ ስዉኣት ንሕድሕዲኦም ኸከ ሓሙሽተ ሽሕን ሓደ ሚእቲን ክበጽሖም እውን ክኢሉ እዩ። ሰሜን ምዕራብ፣ ማእኸል፣ ምብራቕ፣ ዞባ ዝርከቡ ማለት እዩ። ካሊእ ከም ፕሮጀክት ከመይ ኣለኹም ዝዓመሞም ስራሕቲ ያው ስድራ ስውኣት ጥራሕ ዘይኮነስ ተጋደልትና እውን ፓርት ኦፍ ናይቶም ስድራ ስውኣት ስለዝኾኑ ብፍላይ ድማ ውቁዓት ተጋደልቲ ንዓኣቶም እውን ካብ ኣባ መንቆሬስ ኣተሓባባራይነት ብዝተረኸበ ኣብ ሰሜን እዝ ሕብረት ኮሌጅ ንዝርከቡ ወይ ከኣ ጉድኣት ተጋደልትና ወይ ውቕዓት ተጋደልትና ንልዕሊ ሸሞንተ ሚእቲ ዝኾኑ ተጋደልቲ እውን ናይ ሓደ መዓልቲ ናይ ስነ-ልቦና ጽንዓት ብመራሕቲ ሃይማኖትን ብናይ ስነ-ልቦና ምሁራትን ክወሃብ ገይሩ እዩ ማለት እዩ። ካሊእ ንክልተ ሚእቲ ተጋደልቲ ኣብ ከባቢ ሰሜን እዝ ዝርከቡ ኣብቲ ሕብረት ኮሌጅ ዝርከቡ ክልተ ሚእቲ ተጋደልቲ ናይ ዓይኒ ባሙላ ክግጠመሎም፣ እውን ምስ ዲያስፖራ ብፍላይ ከኣ ምስ ናይ እስራኤል ነበርቲ ብምዝርራብ ናብ ሓደ ነጥቢ ክልተ ሚልዮን ብዝግመት ንክልተ ሚእቲ ተጋደልቲ እውን ናይ ዓይኒ ባንቡላ ከግብር ክኢሉ እዩ። ካብኡ ቀጺሉ ኣብቲ ናይ እግሪ ምትካል ስራሕትታትና ቀዳማይ ዙር ምስ ማእገር ደቂ ኣንስትዮ ሰሜን ኣሜሪካ ብናተን ኣተሓባባራይነት ኣርብዓ ደቂ ኣንስትዮ ስድራ ስውኣት እግሪ ከትክላ ምስኣን ብዝተረዳዳእናዮ መሰረት ንኣርብዓ ደቂ ኣንስትዮ ስድራ ስውኣት ናይ ዓሰርተ መዓልቲ ስልጠና ብምሃብ እግሪ ተሐዚ ኦልሞስት ካብተን ኣርብዓ ዳርጋ እተን ሰላሳ እግሪ ተኺለን ስራሕ ጀሚረን ፅቡቕ ውፅኢት ኣምፂኤን ኣለዋ ማለት እዩ። ሽዱሽተ ስድራ ስውኣት እውን ምስቲ ናይ ማእከር ሰልጢኖም እግሪ ተኺሎም እዮም ማለት እዩ። ካብኡ ብምቕፃል ንሱ ከም ተሞክሮ ብምውሳድ ካልኣይ ዙር ናይ እግሪ ምትካል ፕሮግራም ኢና ከይድና። ስሳን ትሽዓተን ስድራ ስውኣት ኣብ ከተማ ኣኽሱም ኣሰልጢንና ሕዚ ናብ ስራሕ ያው ምስ ደደቢት ተኣኣሲርና ስራሕ ጀሚሮም ኣለዉ ማለት እዩ። ሕዚ ያው ገሊኦም ዝበዝሑ ፕሮሰስ ኣለዉ ገሊኦም ድማ ጀሚሮም ኣለዉ ማለት እዩ። ስለዚ ንሳልሳይ ዙር እውን ናብ ከባቢ ክልተ ሚእቲ ንምእታይ ኣብ ምድላው ኣለና ማለት እዩ። ከም ፕሮጀክት ከመይ ኣለኹም? ዓብዪ ዕላማና እንታይ እዩ? እቲ ናይ ኣብ እምነት ዝነበረ ምጥርጣራት ብዝከኣለ መጠን እዚ ፕሮጀክ እዚ ዝቐረፈ እውን ስለዝኾነ ከም ዓብዪ ዕድል ዝውሰድ እዩ።
ብዙሕ ማሕለኻታት ሓሊፉ ሕዚ ናብ እግሪ ምትካል፣ ልብል እዩ ተሸጋጊሩ ለሎ እና ሓደ ካብ ሓደ ናብ ሓደ ምሕጋዝ ናብ እግሪ ምትካል ልብል ምሽግጋሩ ዓብዪ ቤተሰባውነት ርክብ እውን እዩ ዝፈጥር ዘሎ። ስድራ ስውኣት ናይ ምሕጋዝ ብመሰረቱ ናይ ምድላይ ዘይምድላይ ጥራሕ ዘይኮነስ ግዴታ ናይ ኩሉ ትግራዋይ ካብ መንግስቲ ትካላት ጀሚሩ ክሳብ ግለ ግለሰብ ዘሎ ውሽጢ ዓዲ ይኹን ኣብ ወፃኢ ዘሎ ናይ ኩሉ ግዴታ እዩ ዝኸውን ምክንያቱም ናይ ትግራይ ድሕንነት ኣብ ምክልኻል ዝተኸፍለ ዋጋ እዩ። በጋጣሚ ኮይኑ ኣብቲ ንሕና ዘለናዮ ከባቢ ኣብ እስራኤል መስዋእቲ ዝኸፈለ ስድራ ብምሉ እኹል ሓገዛት እንትግበረሉ ኢና ንርኢ። ኣብ ትግራይ ግን ኩሉ ብዙሕ ግዜ ዘጋጥም ዝለዓለ እቲ ናይ ፖለቲካ ኣፈላላይ ፈጢርዎ ዘሎ ሽግር ሓደ ተወዲብካ ሽግርካ ከም ሓደ ሕብረተሰብ ኮንካ ንምፍታሕ ናይ ባዕሉ ፀገም እኔሉ። እቲ ናይ ብኸተ በሊዖሞ ገንዲ ስለ ዝብሉ ኣነ ውን ኣብቲ ናይ ገንዘብ ስለ ዝነበርኩ እዚኦም ከምኡ ኣይኮነን ብዓይንኹም ክትሪእዎ ኢኹም ዋላ እንዳ ደወልኩም እተን ንስኹም ዝሓዝኩመን ፋሚሊ ዕብሪሊ ኮንታክቶ ትገብሩ ትኽእሉ ኢኹም ኢለ ይዛረብ ማለት እዩ ብጣዕሚ ሕጉስቲ እየ ባይዘወይ ደስ ኢሉኒ ደስ ኢሉኒ እየ ዝገብሮ ክገብሮ ክቕጽሎ እየ ከዓ ክሳብ መጨረሻ ካብዚ ንላዕሊ ግልጽነት ዘለዎ ኣሰራርሓ ክህሉ ኣይኽእልን። ንዑኡ እየ እውን ፈትየዮ ኣነ። ንዑኡ ኢና እውን ኩልና ፈቲናዮ። ቀስ እናበልና እውን እናበዛሕና እናሰሰንና ንኸድ ኣለና። ተዋዲድካ ዝኾነ መስርሕ ኣቕሚጥካ ከምቱ ዝተገበረ ተፈራሪምካ ዝግበር ስራሕቲ ጽፉፋት እዮም። ኣብዚ ከምዚ ዓይነት ጽፈት ዘለዎ ስራሕቲ ዝጠፍእ ገንዘብ እቲ ዲያስፖራ ዘውፅኦ ገንዘብ ኣነ ኣብኡ ኮምፕሌን የብሉ ብዛዕባ እቲ ዲያስፖራ ኮይነ ዋላ ሓላፍነት ወሲደ ክዛረብ ተለኹ
ንጥፈታት ፕሮጀክት ከመይ ኣለኹም ኣብ ባይታ ከመይ ወሪዱ ንምዕዛብን ንምርግጋፅን ጉጅለ ስነዳ ከመይ ኣለኹም ብዘይካ ናብቲ ኣብ ትሕቲ ወራር ፀላኢ ዝርከብ ፍልፍል ፃዕዳ ወርቂ ሰሊጥ ዝኾነ ዞባና ዞባ ምዕራብ ብፕሮጀክት ከመይ ኣለኹም ኣብ ቀዳማይን ካልኣይን ዙር ንዝሰልጠኑ ኣስታት ኣርባዓ ስድራ ስውኣት ረኺብናን ኣብ ትግራይን ሃገራት እስራኤል፣ ጀርመን፣ ጣልያን፣ እንግሊዝ፣ ኣውስትራልያ፣ ኣሜሪካ፣ ቤልጂም፣ ኳታር፣ ሆላንድ ምስ ዝነብሩ ሓገዝቶም ብስልኪ ኣራኺብናዮም። ካብቲ ዝጨለፍናዮ እነሆ።
ካብ ሓዘን ወፂኽን ሰሪሕኽን ናብራኽን ክትልውጣ፣ ደቅኽን ክተዕብያ ኣለክን፣ ክትሓዝና፣ ክትቁስቁሳ፣ ተስፋ ክትቆርጻ የብልክን ኢሎም ናይ ስነ ኣእምሮ ሕውየት ሂቦምና። በቲ ዝሃቡና ስልጠና ውን እዩ ሓውዩና ኢና እየ ክብል ዝደሊ። ካብቲ ዝነበረናስ ለውጢ ኣለና በዚ ስልጠና እዚ። ሓውዩና ኢና። ኣነስ ጸቡክዎ ነይረ ከምዚ ተጸዋዕ ከምዚ ስራሕ ክጅምር ኣነስ ከምዚ ህወት ክመርሕ ኢለስ ኣይሓሰብክዎን ነይረ። ምንም መንግስቲ እኳ ሓቢርና ዘይፈልጥ ንሳቶም ከምዚ ኢሎም ምሕባሮም ብጣዕሚ ደስተኛ ስለ ልኾንኩ ኣነ።

ጋህምዝጋ ግን ያስ ሰርሕ ኻሊድ ወጥ የለይ ሰርሕና ኣዳኻ መልእ ለቓሕኻ መልስኻ ካብኡ ንዓኻ ካልትሰፍሕ ኣነ ሕዚ እንድሓ ሰለስተ ዓመት ክልካ ዳሰርሖ ዳሰራሕኹ ኣጠራቕመ ካብዚ ድገፍሐ እየ ኣውፅእ ኣነ። ብጣዕሚ ብዙሕ ነገር ይሓግዝ እንዳ እዪ ስልጠና ብዙሕ ነገር ይሓግዝኒ በቃ ለይሓሰብክዎ ለይተፀበክዎ ነገር ኩሉ ግዜ ናመስገንኩ እየ እነብር። ኣነ እቲ ቅርሺ ተለቂሑ እተይኮንኩሲ በቃ ብነፃ ውህብቶ እተሃብክዎ መሲሉ ይስመዐኒ ሃም ተለቃሕክዎ ዓይነት እሰይ ወስደይ። ልቓሐይ ምምላስ ጀሚረ እየ ሓደ ወርሒ። ዋው እሞረይ ከዚ ብጣዕሚ እየ ሕጉስቲ እኒኦኹ ኣብዚ ዘወር ኢለ ካብቱ ገዛውቲ ዘወር ኢለ ትውዕል ተለኹ ብጣዕሚ እየ ደስተኛ እኒኦኹ ከዚ የቐንየለይ እብል ኩሉ ግዜ ብጣዕሚ የቐንየለይ ንኣገር ደቂ ኣንስትዮ ሰሜን ኣሜሪካ ብጣዕሚ እየ ለመስግነን ብጣዕሚ የቐንየለይ።

ኣብ ከተማ ሃገረ ሰላም ዞን ኣብቲ ሓሙሽተ። መንደር ዞን ሓሙሽተ ኢና ንኸይድ ዘለና። ይኸው እዚኣ እዛ ገዛ ብሳኻትኩም ተሰሪሓ ብኣኻትኩም እዚኣ ብኣኻትኩም ኣፅለኒ እኹ ብደቀይ ማለት እዩ። እዚ ገዛ እዚ ቁሪ ንኣተወኒ ነይሩ ብዙ እዚ ፈሪሱ ካብዚ ኣውፂኹም ናብዚኣ እሕልፍ ኩኑኒ ኢኹም ሳላ ኣኻትኩም እየ ኣኻትኩም እየ ክልኣኒ ወሊድኩም ንኣኹ ደጀነይ ኩርዓተይ ኢኹም።

ስድራ ስዋኣት ሃምዚ ኢልና ንሕብሐቢ ሃምዚ ኢልና እኒኦኹም ዶ እዚ ዶ ንበሃል የመሰለናይ መቸም ኣውዚ ልብሎ ሰብ የለይ ካባኻትም ኣካል ኢና ንርኢ ኣለና እምበር ኣብዚ ወረዳና ይኹን ኣብ ጣብያና ይኹን ልበለና ሰብ የብልናይ ከሻ ከዚ ስኢንና ብኣኻቱም ግን ኸዝለ ንሕና ጽቡቓት ኢና እንድያም ቕንዕ ኣባና ኣሎ ማለት እየ ኸዝለ ኣቶም ብጣዕሚ እለ ምስግኖም ሃማይ ኮይነን ኣነስ ተጋደል ክበኸያ ይብለኒ ክንልወጥ ካማየይ ክልውጣ ክለወጥ ኣለወን የልል ኣነ ተስፋ ተለይ ቆረጻ ክልወጥ ኣለወን ልኣቶም ድማ ናይ ኣነ ምሉእ ምስገና ብጣዕሚ እለ ምስግን ኣፍቲ ልለው ኣፍቲ ልለው ታማ ዝሓገዙ እዚስ ክፍለየና የውሊ ምኽሪ ይኹን ብሓገዝ ይኹን ክፍለየና የውሊ እለ
ጀሚረን ባ

ዝኣታቶም ሕዝና ተመስገን ጭንቅላትና ተሓድሱ እወ ሰላ ኣኻትኩም ሰላ ትግራይ ይሄው ኣብዚ በፅሕና ዓለባና ካብ ምቕያር ጭንቅላትና ካብ ምቕያር በፅሕና ዕድመን ጥዕናና ደቅኻና በዓልቲ ዓድኻ ዕድመን ጥዕናን ገብሩ ይሃበለይ ብዝሰፍሑ ያቕምጠለይ ኣሜን ኣነ ደኣኻ ሕዘ ምንም ኣይኾኒ ከ ዝለዘም ኣቦታተይ ሕዘ ምንም ኣይኾኒ እንደይ ኮኖ ጠያቕ ድሰኣነ ኣልዓል ሰኣነ ተመስገን መድሃኔ ኣለም ዕድመን ጥዕና ይሃብኻ

እቶም ወፃኢ ዘለዉ ውሽጢ ሃገር ዘለዉ ኣሕዋትናን ወለድናን የኽብረልና እንታይ ኣብ ፀገም ንዓና ከስተሓዛዝኑ ንዓና ክድብሱ ብጣዕሚ እንዳሓጋገዙና ዝፀንሑ ክብሪ ሃበልና እንዳበልና እንዳመስገንና ፀኒሕና ኢና ከመይ ከኒዮ ጎይታይ መዓረይ

እሺ ጎይታይ እሺ ክብሪ ይሃበለይ የቐንየለይ እንዳመስገንኩ እየ ጎይታይ ካብ መጀመርያ ጀሚረ ክሳብ ሕዚ እንዳመስገንኩ እየ ክብሪ ይሃበለይ
ፕሮጀክት ከመይ ኣለኹም ኣብቲ ሕሉፍ ዕጥቂ ቃልሲ ካብ 1967 ዓ ም ክሳብ ሽሕን ትሽዓተ ሚእትን ሰማንያን ሰለስተን ዓመተ ምህረት ኣብ ኩናት ኢትዮ ኤርትራ ኣብ ሽሕን ትሽዓተ ሚእትን ቴስዓን ዓመተ ምህረት ከምኡ ውን ኣብ ጀኖሳይዳዊ ኩናት ትግራይ ካብ ጥቅምቲ ክልተ ሽሕን ዓሰርተ ሰለስተን ክሳብ ጥቅምቲ ክልተ ሽሕን ዓሰርተ ሓሙሽተን ዓመተ ምህረት ስድርኦም ዘሰውኡ ዝተጎድኡ እሞ ድማ በብወረደኦም ዝተጸንዑ ኣርባዕተ ሚእትን ቴስዓን ሸሞንተን ስድራ ስዋኣት ኣብ ውሽጢ ዓድን ኣብ መላእ ዓለምን ምስ ዝርከቡ ሓገዝቲ ብምርኻብ ተስፍኦም ክልምልም ዳግም ህይወት ክሰርዑ ኣኽኢሉ እዩ። ፕሮጀክቲ ከመይ ኣለኹም ኣብዚ ዓመት እዚ ንሓደ ሽሕ ስድራ ስዉኣት ኣብ ዝቕፅሉ ሓሙሽተ ዓማውቲ ድማ ንዓሰርተ ሽሕ ስድራ ስዉኣት እግሪ ክተኽሉ ኣብ ዳግማይ ሕውየት ትግራይ ልክዕ ከምቲ ኣብ ሓርነትን ነፃነትን ትግራይ መላምሎም ዘወፈዩ ኣብ ዳግመ ሕውየት ትግራይ እውን እጃሞም ከበርክቱ ተሊሙ ይንቀሳቐስ ኣሎ። ሓምሳ ለሚን ንሓደ ሰብ ሸኽሙ ንሓምሳ ሰባት ግን ገይፂ እዩ እሞ ኩላትና በብዘለናዮ ኣብ ምሕጋዝ ስድራ ስውኣት እጃምና እንተወፊና እቲ ፀገም ትሕቲ ዓቕምና እምበር ልዕሊ ዓቕምና ከም ዘይኮነ ጥሉል ሓቂ እዩ።
ከመይ ኣለኹም ብጣዕሚ ፅቡቅ ስራሕቲ እንዳሰርሐ እዩ ሞራል ዝህብ እዩ ምክንያቱ እቲ ንሰልዶ ሰልዲ እቲ እምነት ጌርና ንዓኻትኩም ንህበኩም ኣብቲ ዝብጽሖ ቦታ ኣብጺሕኩም ምስተን ሰባት እውን ክንራኸብ ስለትገብሩ ባዕልና እውን ጠይቕና በቃ ሕጉሳት ምዃንን ደስ ዝብል ምዃኑ ንስኻትኩም እቲ ካልእ ኤክስትራ ገንዘብ እውን ምስ ናይ ማይክሮ ፋይናንሳል ድዮም ገለ ተለቂኹም እውን ምስኣትን ሓዊስኩም ንዓና ደሞ ክህልወና ኣለዎ ተይበልኩም ብንፅህና ሰሪሕኩም ስለ ዘረኣኹምኒ ብጣዕሚ እየ ዝሕጎስ ንካሊእ ሰብ እውን ይነግር እየ ባይዘወይ ከምኡ እንዳበልኩ ከመይ ኣለኹም ፕሮጀክት ሓደ ንቲ ዝጎደለ ምትካእ እዩ ዝኾን ዘሎ። እቲ ካብኡ ዝጎደለ ዝተሰወኣ ኣቦ ክኾን ይኽእል፣ ውሉድ ክኾን ይኽእል፣ ሓው ክኾን ይኽእል። እቲ ሓጋዚ ኮይኑ ዘሎ እቶም ዝተሰውኡ እቶም ዝጎደሉ ኣካላት እዮም ዝትክኡ ዘለዉ እና ቤተሰባውነት እውን ፈጢሩስ፣ ከመይ እውን ይቕየሩ ኩሉ ግዜ ወርሒ ወርሒ ተሓጋዚ ኮይኖም ካብ ልነብሩ ባዕላቶም ሰሪሖም ዝቕየርሉ ኣብ ኣብኣቶም እውን ኮንፊደንስ ክሓድር ባዕልና ሰሪሕና ንቕየር ኣለና ልብል ከም ውሉዶም ኮይኑ ወይ ከም ዝጎደለ ኣካል ኮይኑ ተረዳዲኦም ዘቐጽሎም ናብ ስራሕ ለእትዎም ሓሳብ ስለ ዝኾነ ብጽቡቕ ክቕጽል እዩ ኢለ እየ ልሓስብ። ከም ፕሮጀክት ከመይ ኣለኹም? ያው ንሕና ኣብቲ ስራሕ ናብ ልዕሊ ሓደ ዓመት ሰጊርና ኣለና ብመሰረቱ ክሳብ ሕጂ ካብ ዝረኣናዮም ኣብ ትግራይ ካብ ዝስርሑ ስራሕቲ ተዕሪ መተኣማመኒ ዝኾነ ድርጅት ኢና ርኢናዮ ዘለና ምክንያቱ ዝዋፃእ ገንዘብ ብምሉኡ ብቐጥታ ናብቲ ተጠቃማይ ምንም ከይተቖራረፀ ናብቲ ተጠቃማይ ዝበፅሐሉ ኩነታት ኢና ሪኢና። ኣብ ማሕበርና ግን ዘሕደሮም መንፈስ ንሕና ሓምሳ ዘይኮናስ ሓምሳ ሸሓት ከም ዘሰልጠና ኢና በቃ ሞራል ጌርና ንቐፃሊ ፕላንና እውን ክቕፅል እዩ ኣለና እዩ ፕላን ንህዝብና ኢና ንሰርሕ ዘለና ንስካትኩም እውን ንህዝብኩም ኢኩም ትሰርሑ ዘለኩም ከርተት ትብሉ ዘለኩም ኮይንኩም ተሓባብሩ ካብ ቁሸት ናብ ቁሸት ካብ ሃገረሰብ ናብ ሃገረሰብ ዓቅሚ ቁልቁል እናበልኩም ትሰርሑ ዘለኹም እዚ እዩ እቲ ብትክክል ሕድሪ ሰማእታትና ኣይነዕብርን ክበሃል ከሎ ከምዚ ንስካትኩም ትሰርሕዎ ዘለኹም ጽቡቅ ስራሕ ስለ ዝሰራሕኩም ኣተሓባቢርኩም ንሕና ውን ተሓዊስናዮ ካብዚ ንላዕሊ ዘሕጉሰካ ከም ትግራዋይስ ክህሉ ዘይክእል ፕሮጀክት ከመይ ኣለኹም ምፍላተይ ብጣዕሚ ሕጉስ እየ ሰባት ውን ቀስ እናበልና እናወሰኽና ንኸድ ኣለና።
ኣብዚ ብደንቢ ክንገልጾ ንኽእል ከም ፕሮጀክት ከመይ ኣለኹም ብፍላይ ድማ ኣብታ ናይ እግሪ ምትካል ሓሙሽተ ትካላት ወይ ድማ ሓሙሽተ ትካላት ሓበራዊ መረዳድእ ሰነድ ተፈራሪሙ ኣሎ እሱ እውን ምስ ኮሚሽን ሓርበኛ ምስ ጽንዓት ዳግመ ህንጸትን ልምዓትን ዝበሃል ትካል ናይ መሰልጠኒ ትካል እቲ ሳልሳይ ድማ ምስ ደደቢት ማይክሮ ፋይናንስ ትፍልም። ራብዓይ ኣብ ውሽጢ ዓድን ኣብ ወፃእን ኮይኖም ስድራ ቅድመ ዕቋር ክሕግዙ ዝኽእሉ ወይ ድማ ስፖንሰር ክገብሩ ዝኽእሉ ስድራ ዝትክኡ ምስ ኣቶም ማለት እዩ። ስለዚ ሓሙሽተ ትካላት ነናይ ባዕሎም ስራሕን ሓላፍነትን ሒዞም እዮም እቲ MOU ወይ ድማ እቲ ሰነድ ተፈራሪሞም ዘለው። ፍሉይ ፕሮጀክት እዩ። ፍሉይ ፕሮጀክት ዘበለኒ ሓደ ብዙሓት ይግበእና በሃልቲ ብኹሉ ብቲ ክፍተት ስልጠና ዘድሊ ተኾይኑ እውን ነቲ ስልጠና ጸገም ዝፈትሕ ፋይናንስ ዘድሊ ተኾይኑ እውን ነቲ ፋይናንስ ጸገም ዝፈትሕ ናይ መስርሕን ናይ መሸጥን ቦታ ዘድሊ ተኾይኑ ከዓ ኮሚሽን ሃርበኛ ኣብ ሕጉ ስለ ዘጽደቖ ድጋፍ ክገብር ባውሩ ከዓ እቲ ፕሮጀክት ከመይ ኢሉ እዩ ምስ ሰብ ክራኸብ ዝኽእል ዝብል ከዓ ባዕሉ እቲ ዓብዪ ፕሮጀክት እኒኦ ናይ ኩልና ሰብ ብፅሒት ዝተኣኻኸብናሉ እዩ። ቀፃልነት ዘለዎ ፕሮጀክት ምስ ምዃኑ ካባኻትኩም ብሉፅ ተመክሮ ረኺብና ናብቶም ካልኦት ብሉፅ ዝኾነ ሓሳብ ክነመሓላልፍ ግን ንዓኻትኩም እውን ለበዋ ክንገብረልኩም ንግባእ ማለት እዩ ከም ደደቢት ክልተ ሓላፍነት ኣለና ንቶም ዓቕሞም ዝደኸሙ እቶም ትማሊ ጉልበት ነይርዎም ስድርኦም ክበፅሑሎም ዝግብኡ ዝነበሩ ንሳቶም ብዘይምህላዎም ዓቕሚ ዝጎደሎም ኣካላት ክንድግፎም ክንሕግዞም ብውህብቶ መልክዕ ማለት እዩ። ኣይ እቶም ካልኣይ ወገን ድማ ዓቕሚ ሰለዎም እዩ ባዕሎም እውን ሰሪሖም እቲ ገዝኦም ክሽፍኑ ክመርሑ ይኽእሉ እዮም ናይ ፋይናንስ ክፍተት ግን ኣለዎም ዝተባሃሉ ድማ ንዕኦም ድማ ቀዳምነት ሂብና ናይ ልቓሕ ግልጋሎት ብምሃብ ካብቲ ፀገም ናይ ምውፃእ ዝለዓለ ስራሕቲ ክንሰርሕ ኢና። ኣነ ከም ኣባ ሰላማ ኣባል ናይዚ ጥራይ ከይኮነስ ሓደ ናይዚ ወፍሪ እዚው ደጋፍን ፈፃምን ሓጋዝን፣ ክሳዕ መወዳእታ ክሳዕ መወዳእታ እውን ምስዚኻትኩም ምስ ኩሎም እሶም ሽሕ ጥራይ ኣይኮነን ምስቶም ኣሽሓት ስድራ ስዋኣት ጠጠው ኢለ ኢለ ዝኣምን ነይረ ብዝበለፀ ግን ሕዚ ኣብዚ ዓለምን ኣብዚ መድረኽ እዚን ቃል ኣቶ ኣለኹ። ኸምዚ ዓይነት ውዳበ ንኹሉ ማእኸል ገይሩ ሃይማኖት፣ ፆታ ከይፈለየ ከም ተጋሩ ንኹሉ ዝሕብሕብ ትካል ድማ ኣብ ጎንኻ ኣለና ምባል ብሓሳብ ብማተርያል ብገንዘብ ኮታስ ብዝኾነ ኣብ ጎኑ ኮይንና ክንሕግዝ ዓብይ ቁዱስ ሓሳብ እዩ። እቶም ንዒለማ ከይዶም ኣለዉ ኣምላክ ይቀበሎም ዝተረፍና ግን ኣየእኒሆና ንበሎም እቶም ጽቡቅና ንዘይደልዩ እዚኣ ጥራሕ እያ ሓይልና ኣየእኒሆና ምህላው ጥራሕ ኣይኮነን። እረ ገና ክሓልፍ እዩ ናብ ልምዓትና ክንኣቱ ኢና ክንዓቢ ኢና ስድራ ስውኣት ኣሕዋቶም ኣሓቶም ደቆም ኣብ ገለ ደረጃ ክበፅሑ ኣለዎም ምንቲ ዝይ ኣዮኻትኩም እየ ክብል ዝደሊ። ኩሉ ትግራዋይ ክረባረበሉ ዘለዎ ውሽጢ ዓዲ ዘሎ ይኹን ኣብ ወፃኢ ዘሎ ይኹን ኣብ ፖለቲካ ዝኣተወ ይኹን ኣብ ስልጣን ዘሎ ይኹን ኣብ ሰራዊት ዘሎ፣ ይኹን ብግሉ ዝመሓደር ኩሉ ውራየ ኢሉ ሒዙ ብደንቢ ገይሩ ክሰርሐሉ ዘለዎን ትግራይ ድማ ቅድሚ ኩሉን ልዕሊ ኩሉን ንስድራ ስውኣትን ንኣካሎም ዝጎደሉን ክትከውን ዘለዎ ሃገር ኮይና ክትህነፅ ወይ ዓዲ ኮይና ክትህነፅ ኣለዋ። ንስድራ ስዉኣት ከመይ ኣለኹም ዝብሎምስ ኩሉ ክኾን ኣለዎ። ንእንተዙይ ኢልና እውን እንተለመንና ዘጥዕመልና እኳ እንተኾነ ስለዙይ ዘይሓገዙና ክሕግዙና ዝግብኦም ዝነበሩ ትካላት ዘይሓገዙና ክሕግዙና እንትዕድም እንተለኹ ለመና ከይኮነ ግቡኦም ክፍፅሙ እየ ዝሓትት። ለምለም ይሃብኩ
ለምለም ይርገፁ። ይትጣንቆፉኒ ብኣኻትኩም ኮሪዐ እየ የበኪ ከዝለ የበኪ። ኣምላኽ ድማ ዕድሜኹም ነዊሕ እንጌራኹም ገፊሕ ይኹን መድሃኒኣለም እግዚኣብሄር ባዕሉ የቐንየለይ ደው የብለለይ ዳርጋ ዘለዉ ውላደይ ደክንዲ ውላደይ ክርእየኩም
ሳላኹም ሰናይ ዘመን ኮይኑልና ብኽብሪ ሽም ዓወትኩም ሞሊዕና ዝጎደለ ንምላእ ንዑ ድሑር ሰማእታት ንኹን። ክብርን ሞጎስን ንጀጋኑ ስውኣትና።